ሰላም ጥዕና ሃበለይ ዝኸበርኩም ተኸታተልቲ ዲደብሊው ኢንተርናሽናል ዕለታዊ ዜና እንሆ። ህዝቢ ትግራይ ነቶም ካብ ገጽ ምድሪ ክሓክዎን ከንጽትዎን ብዘይ ዕረፍቲ ሕርጊድ ይብሉ ንዘለው ጸላእቱ ብመስተንክራዊ ጀግንነቱ እናደኩዐ ይቐብሮም ኣሎ። ኣብዚ ታሪኻዊ ተጋድሎ ህዝብና ሓዱሽ ታሪኽ እናመዝገበ እዩ። ኣባል ሓደ ቤተሰብ ዝኾኑ ሰለስተ ስድራ ከቲቶም ነቲ ዘይተርፍ ሓርነት ትግራይ ከግህዱ ኣብ ሜዳ ወሪዶም ኣለዉ። ኣብዚ ዙርያ ዝተዋደደ ጸብጻብ ወኪልና ካብ ሓራ መሬት ከም ዝስዕብ ኣዋዲድዎ ኣሎ። ካብ ውርደት ንላዕሊ ፈታዊ ንረድኤት ውላዳ ትግራይ ሕንሕን ኣብ ዝበለሉ ዝፍጸም ንህዝቢ ትግራይ ዘይንፋዕን ንናጽነት ትግራይ እዋናዊ ዘይሕጋዊ ኣነ መልእኽቲ የቕርበኒ።
ዓዲ እንተሃልያ ኣነ ኣለኹ ውላድ የለን ዓዲ ተዝሃልያ ውላድ የለን ናብራ የለን ኣደ የላን ሓው የለን። እዚ ድምጺ ድምጺ ተጋዳሊት ድምጺ ኣደ ድምጺ ሓፍቲ ድምጺ ኣሚን እዩ እዛ ተጋዳሊት ኣደ ህዝቢ ትግራይ ኣንጻር ደርባውያን ገዛእቲ ኣብ ዘካየዶ ዝተናውሐ መሪር ብረታዊ ቃልሲ ብልሒ ተቃልሲ ኮይና ተጋዲላ ምስ ብጾታ ሓርነት ትግራይ ዘበሰረት እያ ድሕሪ ቃልሲ ሕልፊ ከይተጸበየት ነቲ ኣወንዚፋ ዝገደፈቶ ትምህርቲ ብምቕጻል ኣብ ሙያ ሕክምና ተዋፊራ ክትሰርሕ ድሕሪ ምጽናሕ ኣንጻር ህልውና ትግራይ ዘንጻላለወ ወራር ልፍንቲ ሓይልታት ምስ ኣጋጠመ ድማ ምስ ወያናይ ብዓል እንዳኣ ናብ ቃልሲ ኣንጻር ወረርቲ ወፊራ'ያ። እዛ ብ ሙያ ሕክምና ንቓልሲ ህዝቢ ትግራይ ተገልግል ዘላ ተጋዳሊት ኣደ ሓደ ወሊዳ ግን ድማ ከምቲ ኣቐዲማ ዝገለጸቶ ውላድ ኮነ ኣሚን ዝህሉ

እዛ ኣደ ከም መርኣያ ቀሪብና እምበር ኣብዚ ቃልሲ ኣንጻር ወረርቲ ካብ ሓደ ስድራ ክሳብ ሽዱሽተ ዝተጋደሉ ኣለዉ። መራሕቲ ስድራ ወየንቲ እውን ኣንጻር ህልውና ትግራይን ተጋሩን ዘቕንዐ ወራር ልፍንቲ ሓይልታት ኣብ ምምካት ይርከቡ። እቲ ኣስና ወዲ ናይ ዘለና ትግራይ ዘረኛን ዝወዲኡ ዘረኛን እዩ። ፍትሓዊ ዝኾነ ጉዳይ እዩ።

ክትጽልጽልን ክሰርሕን ብጥረት ከትጽል ዝብል ሓሳብ ዘለኒ ማላች ከምዚ ተሰሪሑ ሓጺር ግዜ ነጥፍኦ ኢና ጥራይ ዝብል ሓሳብ እዩ ዘለኒ። እዞም ወየንቲ ኣብ ዝተፈላለዩ ከባብታት ትግራይ ዝርከቡ ሰብ ዕቑር ተመኩሮ ዝኾኑ ብጾቶም ምስ ሰራዊት ትግራይ ረቢቦም ጸላኢ ኣብ ምቅባጽ ሻማ ሻማ ክብሉ ድማ ጸዊዖም። ትግራይ ትስዕር ወኪል ድምጺ ወያነ ትግራይ ካብ ሓራ መሬት ትግራይ። ፋሽስቲ ኣብይ ኣሕመድ ምስ ባዕዳዊ ውልቀ መላኺ ኢሳያስ ኣፈወርቅን ሓይልታት ትምክሕቲ ኣምሓራን ተዋዲዱ ኣብ ትግራይ ብዝፈጸሞ ወራር ልዕሊ ሚእትን ሓምሳን ሽሕ ሰባት ከም ዝተቐተሉን ዓሰርተ ሽሕን ሓሙሽተ ሚእትን ደቂ ኣንስትዮ ትግራይ ድማ ጾታዊ መጥቃዕቲ ከም ዝተፈጸመንን ተሓቢሩ ኣሎ። ኣብ ትግራይ ዝነበረ መሰረተ ልምዓት ትካል ትምህርትን ጥዕና ትግራይን ድማ በቲ ወራር ከም ዝዓነወ ሓደ ማዕኸን ዜና እንግሊዝ ኣፍሊጡ ኣሎ። እቲ ማዕኸን ዜና ዘዳለዎ ፀብፃብ ከም ዝስዕብ ዳህሲስናዮ ኣለና።
ፋሽስት ኣብይ ኣሕመድ፣ ተስፋሕፋሕቲ ሓይልታት ትምክሕቲ ኣምሓራ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ተዋዲዶም ኣብ ትግራይ ፍጽምዎ ብዘለው ወራር ቀንዲ ግዳያት ሰላማውያን ሰባት ከምዝኾኑ ቶርቲስት ሚድያ ዝተብሃለ ማዕኸን ዜና እንግሊዝ ኣፍሊጡ። ሰለስቲኦም ሓይልታት ወረርቲ ብዝፈጸምዎ ግፍዕታት ዛጊድ ልዕሊ ሚእትን ሓምሳን ሽሕ ሰባት ከምዝተቐተሉ ቶርቲስት ሚድያ ዕላዊ ገይሩ። ኣብ ከተማ ኣኽሱም ጥራሕ ልዕሊ ሸውዓተ ሚእቲ ሰለማውያን ሰባት ብወታደራት ውልቀ መላኺ ኢሳያስ ኣፈወርቂ ብግፍዒ ከምዝተረሸኑ ከም ኣብነት ሓቢሩ። እቲ ካልእ ኣብ ልዕሊ ሰለማውያን ተጋሩ ዝበፀሐ ጉድኣት ጸታዊ መጥቃዕቲ እዩ ዝበለ እቲ ትካል ክሳብ ሕዚ ዓሰርተ ሽሕን ሓሙሽተ ሚእትን ደቂ ኣንስትዮ ከምዝተዓመጻ ሓንቲ ጓል ኣንስተይቲ ብወተሃደራት ውልቀ መላኺ ኢሳያስ ኣፈወርቂ ምስ ትዕመጽ፣ ወዲ ዓሰርተ ክልተ ዓመት ወላዳ ድማ በቶም ወተሃደራት ከም ዝቕተል ቶርቲስት ሚድያ ኣመልኪቱ። እቶም ወተሃደራት ልዕሊ ሸውዓተ ዓመት ዝኾኑም ተጋሩ ደቂ ተባዕትዮ ቕተሉ ተባሂልና ኢና ከም ዝበሉ ጸብጺቡ። እዞም ሓይልታት ነዚ ኩሉ ግፍዕታት ንምንታይ ኣዮም ፈጺሞምዎ? ኢሉ ዝሓተተ እቲ ትካል ባዕሉ ከም ዝስዕብ ምላሽ ይህብ። ውልቀ መላኺ ኢሳያስ ኣፈወርቂ በቲ ባዕሉ ዝወልዖ ዶባዊ ኩናት ዘሕንኽ ስዕረት ከም ዝተጎልበበ ኣብ ሳዋ ወታደራዊ ታዕሊም ጽዑቕ ወታደራዊ ታዕሊም እናካየደ ንኩናት እናተዳለወ እዩ ጸኒሑ። ነቶም ወታደራቱ ድማ ብዛዕባ ትግራይን ትግራዎትን መርዛዊ ዝኾነ ጽልኢ እዩ ንዓመታት ሰቢኽዎም ኢሉ። ሓይልታት ትምክሕቲ ኣምሓራ እውን ከም ውልቀ መላኺ ኢሳያስ ሕነ ንምፍዳይን ርስትና ክነምልስ ኣለና ብዝብል ኣካል እቲ ወራር ከም ዝኾኑን ንደቂ ኣንስትዮ ትግራይ እንትዕምፁ ደምክን ነፅርየልክን ኣለና ኣምሓሩ ክንገብረክን ኣለና ከም ዝብልዎን ገሊፁ። ሕዚ ሓይልታት ኣምሓራ ካብ ምዕራብ ትግራይ ብኣማኣይቲ ዝቑፀሩ ተጋሩ ካብ ዓዶምን ገዛውቶምን ነቒሎምዎም ኣለዉ። ፋሽሽቲ ኣብዪ ኣሕመድ ምዕራብ ትግራይ ንኣምሓሩ ከም ገፀ በረከት ኣበርኪትሎም ኣሎ ዝበለ ኣርቶርቲስት ሚድያ ሰፋሕቲ ግዝኣታት ሰሜንን ሰሜን ምዕራብ ትግራይን ድማ ንውልቀ መላኺ ኢሳያስ ተሸሊምዎ ኣሎ ኢሉ ብዘካ እቲ ዝወረደ መዘና ኣልቦ ሰብኣዊ ጥፍኣት ቁጠባውን ማሕበራውን ትካላት ትግራይ እውን ከም ዝዓነዋ እቲ ኣብ ትግራይ ይካየድ ዘሎ ኩናት ንኢትዮጵያ ከም ሃገር ትቕፅልዶ ናብ ዝብል ዘስግእ ኩነታት ከም ዘምራሓ እቲ ሕዚ ዝተወልዐ ግርጭት ድማ መቐጸልታቲ ፋሽሽቲ ኣብይ ኣሕመድ ኣብ ኢትዮጵያ ክኽተሎ ዝወጠኑ ኣሃዳዊ መንግስቲ ከም ዝኾነ ጸብጻብ ቶርቲስ ሚድያ የመልክት። ሎሚ ድማ ኢትዮጵያ ትልለየሉ በዓል ክልተ ኣሃዝ ስሉጥ ቁጠባዊ ዕቤት ነበረያ ነበረ ኮይነሎም ህዝብታት ድማ ሳላ ብመርሒነት መለስ ዜናዊ ዝመስረትዎ ፌደራላዊ ስርዓት ዘስተማቐርሉ ማዕርነት ኣብ ቀልቀል ጸድፊ ይርከብ ብምባል ጸብጻቡ ዘብዚሙ።
ኣብ ትግራይ ሕዚ እውን ዘተሓሳስብ ሰብኣዊ ቅልውላው ከምዘሎ ቢሮ ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት ዩኤን ኦቻ ገሊጹ ኣሎ። ዩኤን ኦቻ ኣብ እዋናዊ ኩነታት ሰብኣዊ ቅልውላው ትግራይ ተደሪኹ ኣብ ዝዘርግሖ ሓበሬታ እቲ ፋሽስት ኣብዪ ኣሕመድ ኣብ ልዕሊ ትካላት ረድኤት ኣንቢርዎ ዝጸንሐ ማዕቀብ ምንቅስቓስ ኣብ ገለ ከባቡታት ብውስን ደረጃ ዋላ እንተተልዓለ ብወሳናይ መልክዕ እንትረኣ ግና ሕዚ እውን ናብ መብዛሕቲኡ ከባብታት ትግራይ ሰብኣዊ ሓገዝ ምብፃሕ ኣይተኽኣለን። ሕዚ እውን ኣብ ትግራይ ኲናት ከምዝቐፀለ፣ ውጥረት ከምዝተልዓለን ስራሕቲ ምክፍፋል ሰብኣዊ ሓገዝ ድማ ኣዝዩ ውሱን ከምዝኾነን እቲ ዜና ሓቢሩ ኣሎ። ካብቶም ሓገዝ ዝተውሃቦም ወገናት እቶም ዝበዝሑ ኣብ ውሽጢ ኣርባዕተ ኣዋርሕ ሓደ ግዜ ጥራሕ ረድኤት ከምዝተቐበሉ ዝሓበረ እቲ ዜና፣ ኣብ ከተማታት መቐለ፣ ኣኽሱም፣ ዓድዋን ሽረ እንዳስላሰን ዘለዉ ተመዛበልቲ እኹል ምግቢ፣ መፅለልን ካልኦት ኣገደስቲ ሰብኣዊ ሓገዛትን ከምዘይተቐበሉ ኣፍሊጡ'ሎ። ብብዙሕ ኣሽሓት ዝቑጸር ህዝቢ ምዕራብ ትግራይ ካብ ዓዱ ብኣስገዳድ ከም ዝተነቐለም፣ ብዙሓት ዓድታት ብዘይ ሰብ ከም ዝተረፋን፣ ሳሕቲ ኣብ ምዕራብ ትግራይ ዝተረፉ ተጋሩ ድማ ምንም ዓይነት ግልጋሎት ከም ዘይረኽቡን እቲ ትካል ኣመልኪቱ ኣሎ። ክሳብ ዓሰርተ ሸሞንተ መጋቢት ጥራሕ ሓደ ነጥቢ ሸውዓተ ሚልዮን ህዝቢ ካብ መረበቱ ከም ዝተመዛበለም፣ እዚ ኣሃዝ ግና ካብዚ ንላዕሊ ክውስኽ ከም ዝኽእል ዩኤን ኦቻ ገሊጹ ኣሎ። ኣብ ትግራይ ፆታዊ መጥቃዕቲ፣ ጥሕሰት ሰብኣዊ መሰላትን ስርቅን ከምዝቐፀለ ሚኒስትር ጉዳያት ወፃኢ ፊንላንድ ፍሉይ ልኡኽ ሕብረት ኣውሮፓ ፒካ ሃቪስቶ ኣፍሊጦም ኣለው። እቶም ፍሉይ ልኡኽ ኣብቲ ዝሓለፈ ሰሙን ኣብ ትግራይ ዑደት ድሕሪ ምክያዶም ብዛዕባ ዝተዓዘብዎ ንኩናት ትግራይ መፍትሒ ዝበልዎን ንጋዜጣ ሲኤንኤን ሓቢሮም ነይሮም። ንሕና ድማ ንመግለፂ እቶም ፍሉይ ልኡኽ ከምዝስዕብ ኣዋዲድናዮ ኣለና። ፍሉይ ልኡኽ ሕብረት ኣውሮፓን ሚኒስትር ጉዳያት ወፃኢ ፊንላንድን ፔኮ ሃቬስቶ ንካልኣይ እዋን እዮም ኣብቲ ዝሓለፈ ሰሙን ናብ ኢትዮጵያ መፅኦም ኣብቲ ዝሓለፈ ወርሒ ለካቲት ኣብ ኢትዮጵያ ዑደት ድሕሪ ምክያዶም ነገራት ካብ ቁፅፅር ወፃኢ ከም ዝኾነን ሰበስልጣናት ፋሽስት ኣብዪ ድማ ብዛዕባ ኩናት ትግራይ ነቲ ሓቂ ገዲፎም ናይ ባዕሎም ነበረያ ነበረ ጥራሕ እዮም ክሰምዑ ዝደልዩ ኢሎም ነይሮም ኣብዚ ንኻልኣይ ግዘ ዝገበርዎ ዑደት ናብ መቐለ ከይዶም ከም ዝነበሩ ምስ ገለጹ ነቲ ዝተዓዘብዎ ብኸምዚ ይገልጹ
ንሆስፒታል ዩኒቨርሲቲ መቐለ ርእየ ነይረ። ግዳያት እቲ ኲናት ዝኾኑ ሰላማውያን ሰባት ናብቲ ሆስፒታል እናመፁ እዮም። እቲ ሆስፒታል ብሕሙማት ኣዕለቕሊቑ እየ ርእየ። ካልኦት ትካላት ጥዕና ትግራይ ተዘሚቶም እዮም ወይ ድማ ዓንዮም ኣለዉ። እቲ ዝልዓለ ዝተሓሳስብ ጉዳይ ጥሕሰት ሰብኣዊ መሰላት እዩ። ካብ ምዕራብ ትግራይ ብኣስገዳድ ዝተፈናቐሉ ኣሽሓት ሰባት ናብ ካልኦት ከባቢታት ትግራይ ይመፁ ኣለዉ። ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ሕዚ እውን ኣብ ትግራይ ኮይኑ ይዋጋእ ከም ዘሎ ዝሓበሩ እቶም ፍሉይ ልኡኽ ጥሕሰት ሰብኣዊ መሰላት ሕዚ እውን ከም ዝቐጸለን ነዞም ጥሕሰታት ብግቡእ ምጽራይ ከም ዘድልን ገሊጾም ኣስዒቦም ድማ Unfortunately, the conflict is still uh, ongoing. ዘይምዕዳል ኮይኑ ኩናት ቀፂሉ ኣሎ ኣብዚ ኣውራ ግዳያት ዝኾኑ ዘለዉ ሰለማውያን ሰባት እዮም ሕዚ እውን ስርቂ ቀፂሉ ኣሎ ሰባት ሕርሻዊ ተግባራቶም ክዓሙ ኣይከኣሉን ሕርሻዊ ስራሕቲ ተቋሪጹ ኣሎ። እዚ ድማ ኣብቲ ዞባ ሓደጋ ጥሜትን ዋሕዲ ዝተመጣጠነ ምግብን ከስዕብ ይኽእል እዩ።
ምስ በሉ፣ እቲ ጎንጺ ብሰለማዊ መንገዲ ጥራሕ ክፍታሕ ከምዝኽእልን ተላዚብኻ ፍታሕ ካብ ምንዳይ ወጻኢ ካልእ መማረጺ ከምዘየለን ሓቢሮም ኣለው።
ኣብ መወዳእታ ፋሽስቲ ኣብይ ኣሕመድ ኣብ ትግራይ ምፅናት ዓሌት የካይድ ከም ዘሎ ወተሃደራቱ ድማ ኣብ ከተማ ዓዲ ሃገራይ ጥራሕ ክልተ ሚእቲ ሰላማውያን ሰባት ከም ዝረሸኑ ተገሊፁ ኣሎ። ወተሃደራት ፋሽስቲ ኣብይን ተሓባበርቶም ዝኾኑ ሓይልታትን ኣብ መጀመርታ ሕዳር ክልተ ሽሕን ዓሰርተ ሰለስተን ዓመተ ምህረት ኣብ ዞባ ሰሜን ምዕራብ ትግራይ ኣብ ከተማ ዓዲ ሃገራይ እዛ ገዛ እናኸዱ ሰላማውያን ሰባት ከም ዝረሸኑ ኢንት ፖሊሲ ዲጅስት ዝተብሃለ ማዕኸን ዜና ሓቢሩ ኣሎ። ኣብዚ ንሽዱሽተ መዓልትታት ዝቐጸለ ጨፍጫፍ፣ ህጻናትን ደቂ ቴስዓ ዓመት ኣረጋውያንን ዝርከብዎም ክልተ ሚእቲ ሰባት ብግፍዒ ከም ዝተጨፍጨፉን እዚ ድማ ኣብ ትግራይ ይካየድ ናይ ዘሎ ምጽናት ዓሌት ሓደ ኣብነት ጥራሕ ከም ዝኾነን እቲ ዜና ኣፍሊጡ ኣሎ። እቲ ኣብ ከተማ ዓዲ ሃገራይ ዝተፈጸመ ጨፍጫፍ ንበይኑ ዓለም ለኸ ቁጥዐ ዘልዐለ ኣረመንያዊ ተግባር ከምዝኾነን በቲ ይካየድ ዘሎ ምጽናት ዓሌት ልዕሊ ሓምሳ ሽሕ ተወለድቲ ትግራይ ከምዝተቐተሉን እቲ ማዕኸን ዜና ኣገንዚቡ ኣሎ። ሕዚ ኣብ ትግራይ ምጽናት ዓሌት እዩ ዝፍጸም ዘሎ ዝበለ እቲ ትካል፣ ዓለም ለኸ ማሕበረሰብ ኣብ ልዕሊ መንግስቲ ፋሽስቲ ኣብይ ዝተፈላለዩ ጸቕጥታት ንኽፈጥር ጸዊዑ'ሎ። በዚ መዳይ ኣብ ልዕሊ እቲ ፋሽስታዊ መንግስቲ ማዕቐብ ቁጠባ ንምንባር፣ ኣብ ትግራይ ሰብኣዊ ሓገዝ ብዘይገደብ ክከፋፈል፣ ጥሜት ከም መሳርሒ ኲናት ምጥቃም ጠጠው ምባል፣ መራኸቢ ሓፋሽ ብነጻ ክንቀሳቕሱ ኩነታት ምፍጣርን እቲ ኣቋሪጹ ዘሎ መራኸቢ ሜላታት ዳግም ክቕጽል ምግባርን ከምዘድሊ እቲ ጸብጻብ ኣመልኪቱ'ሎ።